ሰላም ዝኸበርኩም ሰማዕትና ካብ ኣውራ ፕረስ ነዚ ዕለት እዚ ዝተዳለወ ዜና እንሆ። ብቐዳምነት ግን ዓበይቲ ነጥብታቱ ሰራዊት ኢትዮጵያ 230 ዕጡቓት ፋኖ ከም ዝቐተለ ገሊጹ። ምብራቓዊ መንግስቲ ሊብያ ኤርትራውያን፣ ኢትዮጵያውያን፣ ሱዳናውያንን ሶማላውያንን ናብታ ሃገር ከይኣትዉ ኣጊዱ። ሸፋቱ ባሕሪ ሶማል ጅሆ ንዝሓዝዎም ምስራውያንን ህንዳውያንን መርከበኛታት ክቐትልዎም ምዃኖም የፈራርሑ ኣለዉ። ኣብ ሱዳን ሓይልታት ቅልጡፍ ደገፍ ብዝፈጸሞ ናይ ዱራን ደብዳብ ክልተ ሰባት ሞይቶም። ኣብ ቬንዙዋላ ብዝተኸስቱ ማናቱ ምንቅጥቃጣት ምድሪ 164 ሰባት ሞይቶም። ሰራዊት ኢትዮጵያ ክልተ ሚእትን ሰላሳን ዕጡቓት ፋኖ ከምዝቐተለ ገሊጹ። እዚ እዚ ምብራቕ ሰራዊት ኢትዮጵያ ንሓደ ሰሙን ብዘካየዶ ሕጊ ናይ ምኽባር ዝበሎ ወተሃደራዊ ስርሒት ክልተ ሚእትን ሰላሳን ዕጡቓት ብሄራዊ ምንቅስቓስ ፋኖ ኣምሓራ ከምዝቐተለ ገሊጹ። እቲ ሰራዊት ኣብ ኩሉ ከባቢታት ክልል ኣምሓራ ብዝፈነዎ ተኸታታሊ መጥቃዕትታት ኣብ ልዕሊ እቲ ዕጡቕ ሓይሊ ኣንጸባራቒ ዓወት ከምዝሓፈሰ ኣፍሊጡ ኣሎ። እዝዚ ምብራቕ ትማሊ ዕስራን ኣርባዕተን ሰነ ኣብ ዘውጽኦ መግለጺ ካብ ዓሰርተ ሸውዓተ ክሳብ ዕስራን ሰለስተን ሰነ ኣብ ዞባታት ሰሜን ጎጃም፣ ምዕራብ ጎጃም፣ ኣዊን ደቡብ ጎንደርን ብዝተኻየዱ ስርሒታት ኣብ ርእሲ'ቶም ምውታት ሓያለ ካልኦት ዝተወግኡ ዝተማረኹን ኢዶም ዝሃቡን ከምዘለዉ ጠቒሱ። ብተወሳኺ ሰራዊት ኢትዮጵያ ብርክት ዝበሉ ናይ ጉጅለን ናይ ውልቅን ጠበናጁ ከምዝሰለበን ዕጡቓት ፋኖ ዝጥቀሙሉን ዝነበሩ ተሽከርከርቲ ሞተር ብሽክሌታታትን ካልእ ንዋትን ከምዝሃገረን ኣፍሊጡ። ኣስዒቡ ከኣ መግለጺ እዝዚ ምብራቕ ጌታቸው ኣያና፣ እርቅይሁን ታመነ፣ ኣለሙ ሞላ፣ ምህረት ጥላሁን፣ ኣበበ ኣስናቀን ሆነ ጌትነትን ዝተባህሉ ኣዘዝቲ ሰራዊት ፋኖ ኣብቲ ኲናት ከምዝተቐትሉ ኣረጋጊጹ። ኣብ ክልል ኣምሓራ ኣብ መንጎ ሓይልታት መንግስትን ሰራዊት ብሄራዊ ምንቅስቓስ ፋኖን ኣምሓራን ንልዕሊ ክልተ ዓመታት ኣብ ዝቕፅል ዘሎ ግጭት ክልቲኦም ወገናት ብዛዕባ ምዕባለታት ዓውደ ኲናት ተገራጫዊ መግለፂታት ምሃብ ቀፂሎም ኣለዉ። እዚ ሰራዊት ኢትዮጵያ ሓፊሰዮ ዝብሎ ዘሎ ዳሕረዋይ ዓወት ብናፃ ምንጭታት ኣይተረጋገፀን። ብዛዕብኡ ካብ ወሃቢ ቃል ሰራዊት ፋኖ ዝተዋህበ መልሲ እውን ዛጊት የለን። ምብራቓዊ መንግስቲ ሊብያ ኤርትራውያን፣ ኢትዮጵያውያን፣ ሱዳናውያንን ሶማላውያንን ናብቲ ሃገር ከይኣትዉ ኣጊዱ። ኣብ ምብራቓዊ ክፋል ናይቲ ሃገር ኣብ ክልተ ተመቒላ እትርከብ ሊብያ ዝርከቡ ሰበስልጣን ካብ ኤርትራ፣ ኢትዮጵያ፣ ሱዳንን ሶማልን ዝመጹ ስደተኛታት ናብታ ሃገር ከይኣትዉ ከም ዝኣገዱ ሱዳን ትሪቢን ኣፍሊጡ። እቲ ብ ዕስራን ሰለስተን ሰነ ምሸት ዝተነብረ እገዳ፣ ዜጋታት ኤርትራ፣ ኢትዮጵያ፣ ሱዳንን ሶማልን ብመሬት፣ ብባሕሪ ይኹን ብሰማይ ናብ መሬት ሊብያ ክኣትዉ ክልኩል'ዩ ይብል መግለጺ ምብራቓዊ መንግስቲ። ዲፕሎማሰኛታትን ካብ ጽላታት ትምህርትን ጥዕናን ዝሰርሑ ሰብ ሞያን እቲ እገዳ ከም ዘይምልከቶም ኣፍሊጡ'ሎ። እቲ ስጉምቲ ንሰሜናዊ ገማግም ባሕሪ ሊብያ ከም መሰጋገሪ ተጠቂሞም ናብ ኤውሮጳ ንምእታው ናይ ዝፍትኑ ስደተኛታት ዋሕዚ ንምዕጋት ዝዓለመ እዩ ተባሂሉ። ኣብ ሊብያ ናብ ሓደ ሚልዮን ዝጽግዑ ስደተኛታትን ሳገምትን ኣለዉ። ካብኣቶም ብብዝሒ ኣብ ቅድሚት ዝስርዑ ድማ ሱዳናውያን እዮም። ሸፋቱ ባሕሪ ሶማል ጂሆ ንዝሓዝዎም ምስራውያንን ህንዳውያንን መርከበኛታት ክቐትልዎም ምዃኖም የፈራርሑ ኣለዉ። ኣብ ገማግም ባሕሪ ሶማል ሓንቲ ናይ ነዳዲ መርከብ ሸፋቱ ባሕሪ ድሕሪ ምጭዋያ ሰራሕተኛታታ ዝሓተዎ ጸወን ኣብ ምኽፋል ስለዝደንጎዩ እቶም ቀርሰኒ ክቐትልዎም ምዃኖም የፈራርሑ ከምዘለዉ ጋሮ ኦንላይን ሓቢሩ። መቓርብ ናይቶም ጅሆ ዝተታሕዙ ከም ዝገለጽዎ፣ ነቶም መርከበኛታት ንምፍታሕ ዝግበሩ ዝጸንሑ ዝርርባት ኣብ ዕጹው ማዕጾ ከም ዝበጽሑን እቶም ሸፋቱ ባሕሪ ዝሓዝዎ ገንዘብ ኣብ ውሽጢ ሓጺር እዋን እንተዘይተኸፊሉ ነቶም ጭውያት ክቐትልዎምን ምዃኖም ኣፍሊጦም ኣለዉ። እቶም ጅሆ ተታሒዞም ዘለዉ መርከበኛታት ሸሞንተ ምስራውያንን ኣርባዕተ ህንዳውያንን እዮም። በዓልቲ ቤት ናይ ሓደ ካብቶም መጂሆ ንጋዜጠኛታት ኣብ ዝሃበቶ ሓበሬታ፣ እቲ ከም ጸወን ክኽፈል ኣብ ስምምዕ ዝተበጽሐ መጠን ገንዘብ ብሰንኪ ቴክኒካዊ ናይ ሓለዋ መስመራት ከም እተደኖገየ ኣብቶም ቀርሰንቲ ቁጥዐ ከም ዝፈጠረን ኣረዲኣ። ሚኒስትሪ ጉዳያት ወጻኢ ግብጺ፣ እቶም ጂሆ ተታሒዞም ዘለዉ መርከበኛታት ብውሑስ መገዲ ከም ዝልቀቑ ንምግባር ምስ ኤምባሲ ምስሪ ኣብ መቓድሾ ዝምልከቶም ሰብ መዚ ሶማልን ብምውህሃድ ነቲ ኩነታት ብቐረባ ይከታተሎ ከምዘሎ ኣፍሊጡ። ኣብ ሱዳን ሓይልታት ቅልጡፍ ደገፍ ብዝፈጸሞ ናይ ድሮን ደብዳበ ክልተ ሰባት ሞይቶም። ሓይልታት ቅልጡፍ ደገፍ ኣብ ረባክ ርእሰ ከተማ ክፍለ ሃገር ጻዕዳ ኒል ሎሚ 25 ሰነ ብዝፈጸሞ ናይ ሰብ ኣልቦ ነፋሪት ደብዳብ ክልተ ሰላማውያን ሰባት ከም ዝሞቱን ሓያለ ካልኦት ከም ዝቖሰሉን ሱዳን ትሪቢን ሓቢሩ። እቲ መጥቃዕቲ ኣብ ልዕሊ መዐደሊ ነዳዲ እዩ ተፈጺሙ። ሓይልታት ቅልጡፍ ደገፍ ቀረባት ነዳዲ ሰራዊት ሱዳን ንምብታኽ ኣብ ዝተፈላለያ ከተማታት እታ ሃገር ንዝርከባ መዐደሊ ነዳዲታት ዒላማ ካብ ዝገብር ወሪሑ እዩ። ኣብ ካልእ ምዕባለ ኣሃዱታት ጸረ ነፈርቲ ሰራዊት ሱዳን ሎሚ ቀትሪ ኣብ ከተማ ኣል ዑበይድ ትዝንቢ ንዝነበረት ሰብ ኣልቦ ነፋሪት ሓይልታት ቅልጡፍ ደገፍ ወቒዖም ከም ዘውደቑ እቲ ምንጪ ሓቢሩ። እቲ ድሮን ኣብ ከባቢ መዕረፎ ነፈርቲ እታ ከተማ ንምድብዳብ ኣብ ዝፈተነሉ እዋን ተወቒዓ ከም ዝተሓምሸሸት ወታደራዊ ምንጭታት ኣረጋጊጾም። ኣብ ቬንዙዋላ ብዝተኸስቱ ዋናቱ ምንቅጥቃጣት ምድሪ ሚእትን ስሳን ሓሙሽተን ሰባት ሞይቶም። ኣብ ሰሜን ቬንዙዋላ ሎሚ 25 ሰነ ኣብ ዘውግሐ ለይቲ ብዝተኸስቱ 7.2ን 7.5ን ሬክተር ዝዓቐኖም ማናቱ ምንቅጥቃጣት ምድሪ ክሳብ ሕጂ ጥራይ 164 ሰባት ከም ዝሞቱን ሽሕ ካልኦት ከም ዝቖሰሉን ኣህገራውያን ማዕከናት ዜና ኣቃሊሐን። በቲ ባህርያዊ ሓደጋ ንዋሕቲ ርሻናት ክፈርሱን ትሕተ ቅርጺ ክዓንዉን እንከለዉ፣ ተሌኮሚኬሽንን ካልእ ናይ ርክብ መስመራትን ድማ ተቋሪጾም ኣለዉ። ብዙሓት ሰባት ኣብ ፍርስራስ ህንጻታት ተደብዮም ክህልዉ ከም ዝኽእሉን ቁጽሪ ምዉታት ብተዓጻጻፊ ክውስኽ ከም ዝኽእልን ብኣግኡ ተገሚቱ ኣሎ። እቲ ቀዳማይ ምንቅጥቃጥ ምድሪ ድሕሪ ምግጣሙ ሰላሳን ትሽዓተን ካልኢታት ጸኒሑ'ዩ፣ እቲ ካልኣይ ከም ዝተኸስተን ድሕሪ'ዞም ከበድቲ ምንቅጥቃጣት ዒስራ ንኣሽቱ ተዘዝታታት ከም ዝተሰምዑን ተፈሊጡ። መንግስቲ ቬነዝዋላ ኣዋጅ ህጹጽ እዋን ኣዊጁ ኣሎ። ኣሜሪካ እትርከበን ሓያሎ ሃገራት ምዕራብ ከኣ ናይ ህይወት ምድሓን ስርሓት ንምሕጋዝ በበይኑ ዝዓይነቱ ሓገዛትን ናይ ሓደጋ ኣሃዱታትን ናብታ ሃገር ይልእካ ኣለዋ። በቲ ሓደጋ ርእሰ ከተማ ካራካስ ዝያዳ ዝተሃስየት ኮይና፣ ኣህጉራዊ መዕረፎ ነፈርታ ተዓጽዩ ኣሎ። ኣብዚ ጽዕጹዕ ህይወት ናይ ምድሓን ዝርርብ ርብርብ ዝካየደ ዘሎ እዋን፣ ክኢላታት ናይቲ ዓውዲ ኣብ ዝቕጽሉ መዓልታት ሓያለ ድሕሪ ምንቅጥቃጥ ክህሉ ከም ዝኽእል ኣጠንቂቖም ኣለዉ። ክቡራት ተኸታተልትና ዜና ኣብዚ ንፍጸም። መዓልታዊ ሃገራዊ፣ ዘባውን ኣህጉራውያን ዜናታትን እዋናዊ ሓበሬታታትን ንኽበጽሓኩም ንቻነልና ሳብስክራይብ፣ ላይክን ሼርን ክትገብሩ ንምሕጸን።